ሰላም ሰላም ሰላም ሰላም ኣምላኽ ንዓኻትኩም ይኹን ሓፍትኩም ምሕረት እየ ሎም መዓልቲ ከዓ ከም ብሓድሽ ተመልሰኩም ኣለኹ ሓንቲ ንእሽተይ ሓሳባት ሒዘ መፅእ ኣለኹ ክትከታተሉኒ ተስፋ ይገብር ከምቲ ልሙድ ወይ ከዓ ከምቲ ትገብሩለይ ኩሉ መዓልቲ ሳብስክራይብ ሼር ኮሜንት ላይክ ብምግባር ከዓ ተሓባበሩን ኢኹም እቶም ሓደሽቲ ዝኾንኩም ሳብስክራይብ ላይክ ግበሩ እቶም ትከታተሉኒ ከዓ ፕሊስ ክትጅምሩ ከለኹም ወይ ክትኣትዉ ከለኹም ላይክ ግበሩ ኢኹም ትከታተሉን ስለ ዘለኹም ግን ኣዝየ እየ ደኽብረኩም ኣዝየ እየ ዝ- እ፣ በቃ ዘመስግነኩም ማለት እዩ ተንክ ዩ ሶ ማች ስለ ትገብሩለይ ኩሉ ሎም መዓልቲ ሓንቲ ኣድላይትን እ፣ ብጣዕሚ ኣድላይ ዝኾነት እ፣ ሓሳባት ክዛረብ እየ እ፣ ንሳ ከዓ እንታይ እያ ትብል እ፣ ካብ ሕብረተሰብና ኣብ ልዕሊ ደቅና ዝዛረቡ ቃላት ተሓግሒጎም ክጠፍኡ ኣለዎም ካብ ደቅና ኣብ ልዕሊ ደቅና ዝወፁ ቃላት ኣብ ልዕሊ ደቅና ዝዝረቡ ኣብ ልዕሊ ደቅና ዝዝሩ ቃላት ፈፂሞም ተሓግሒጎም ክጠፍኡ ኣለዎ ከምኣ ትብል ኣርእስቲ ክርየ ቅድሚ ናብኡ ምእታወይ ግን ትርእይዎ ኣለኹም እዚ ፀጉሪ እዛ ግንባረይ ደኣ ወፅያ ከይትርእይዋ እምበር ከምቲ ኩሉ ግዜ ቁኖ ይፈቱ እየ እዚኣ ትርእይዋ ኣለኹም እዚ ቁኖ እሞ ረኣይዎ ረኣይዎ ትርእይዎ ክህልዎ ተስፋ ይገብር ስለዘይሪኦ ዘለኹ ዝረኣይዎ ኩሉ እዚ እዚ ቁኖ ብጣዕሚ ቅድሚ ሕጂ እውን ተቆኒነሉ ነይረ እየ ትሪእዎ ኣለኹም እዚ ቁኖ እዚአን ውሕዳት እየ ማለት ፍሩያት እየ ተቆኒነየን ዘለኹ እዚኦም ዝቆነኑኒ ወይ ከዓ ዝቆነናኒ ቦታ ወይ ከዓ ዝቆነኑኒ ዝተቆነን ኩሉ ቦታ ኣዝዩ ደስ ዝብለካ እዩ ካብ ኩሉ ኣብኡ እንታይ ርአ ይመስለኩም ሕብረት ርኤ ፍቕሪ ርኤ ዕላል ርኤ በቃ መናእሰይ እዮም ብዙሓት እዮም ኣወዳት ኣለው ቀምቀምቲ ደቂ ኣንስትዮ ከዓ ኣለዋ ብዙሓት ደቂ ኣንስትዮ ከምኡ ብዙሓት ደቂ ተባዕትዮ በብተራ እዮም ዝሰርሕሉ ብዙሕ ኣለው ኣብኡ ማለት እዩ ብጣዕሚ የድኒቐዮም ብጣዕሚ ደስ ኢሉኒ መናእሰይ ከምኡ ክትርኢ ከለካ ድድተሓላለዩ ዕላሎም ሰሓቆም ወኻዕቶኦም ወዶም ጓሎም ብጣዕሚ ብጣዕሚ እዩ ደስ ኢልኒ ቢዚ ዝኾነ ቦታ እዩ ክሕብረኩም እየ ብጣዕሚ እየ ፈትየዮ ስክሪንሸት ጌርኩም ክትወስድ ክትወስድዋ ኢኹም ብዝተገምጠለት እያ ትግምጠል ደላ ተቆነን ኢኹም ወይ ተቆንና ብጣዕሚ ፅቡቅ ብፍላይ ኣልባሶ ትደልያ ወይ ከዓ ከምዚ ናተይ ቁኖታት ትደልያ በስማ ክፅቡቅ መዓት እዩ ሎማዓልቲ ከምቲ ዝበልኳ ዝኣተኹላ ኣርእስተይ ኣብ ደቅና ዝዝረብ ቃላት ካብ ጥንቲ ካብ ጥንቲ ጥቅምቲ ዝነበረ ኣብ ብዙሕ ሰባት ከዓ ማህሰይቲ ዝገደፈ ሓደ ሓደ ግዜ መስሓቂ ይመስለካ ተኣኪብካ ትስሕቀሉ ካዕካዕ ዝብላሉ ሓደ ሰብ ድርብይ የብሎ ቃል ኣብ ሓደ ቆልዓ እሞ ብምልኡ እቲ ሰብ ዘሎስ ካዕካዕካዕ ይብል በቃ ይስሕቕ ወይ ከዓ እቲ ዝተባህለ ቃል እቲ ፖዘ እቲ ኔጌቲቭ ቃል ኣብቲ ቆልዓ ዝተባህለ እ፣ እቲ ተኣኪቡ ዘሎ ሰብ ከዓ ይስሕቕ እቲ ቆልዓ ከዓ ኣብኡ ኣሎ ክንዲ ምንታይ ንእሽተይ ይኹን ኣብዚ ክንጥንቀቕ ኣለና ብቆልዑት እንተመፂኹምኒ ከማይ ድፈልጦም የለውን እፈልጦም እየ ፅቡቅ ገይረ ማለት እየ ካብታ ህፃንነቶም ጀሚሮም ስጋዕ ዝዓቢ እ፣ ብዛዕባ ደቀይ ጥራይ ዘይኮነ ብዛዕባ ካልኦት ስለዝኾነ እዚ ኣብ ሕብረተሰብና ዘሎ ዘሰክፈካ ደፍርሓካ እንደገና ኣብ ብዙሓት ቆልዑ ማህሰይቲ ዝገደፈ ኣብ ብዙሓት መናእሰይ ማህረምቲ ዝገደፈ ስምብራት ዝገደፈ ቃላት ዘረባ መስሓቂ ዝመስል ዕላል ዝመስል በብዝተፈላለየ ምክንያት ዋላ ዋላ ወለዲ ዋላ ወለዲ ይኹኑ ንደቆም ዝድርብይዎ ቃላት ንድርብዮ ቃላት ክንጥንቀቐሎም ዝግብኣና ብዛዕባኡ ክዛረብ እየ ስምዑኒ ተጠንቀቑ እዞም ወለዲ እዞም ብሕጂ ክትወልዱ እውን ዘለኩም ብፍላይ ብፍላይ እቲ ናይ ቀደም ጀነሬሽን እቲ ናይ ቀደም ንዓና ዝዕበየና ኣዘራርባ ኣበሃህላ ንሱ ምሶም ናይ ሕጂ ትውልዲ ኣይከይድን እዩ ዋላ እቶም ናይ ቀደም ትውልዲ እውን ውሒጥናዮ ደኣይና በቃ ነኺስናዮ ደኣይና እምበር ጥዒሙና ኣይኮነን ሰብ ብኣኻ ካዕካዕካዕካዕ ክብል ከሎ ተኣኪቡ ብሓደ ሰብ ዘውጽኦ ቃላት ገይሩ ማእኸሎም ኮፍ ኢልካ እሲ ግቡእ ኣይኮነን ግን ውሒጥናዮ ስምብራት ገዲፉ ዶ እወ ገዲፉ ክንደይ መናእሰይ እዮም ኮንፊደንሶም ዝጠፍአ ካብ እዚ ካብ ካብ ትውልዲ ዋላ እዚ ሕጂ መፂና ርእስና ነድንነሉ ንሓፍረሉ እ፣ በቃ እ፣ በቃ ምስ ባህልና ዝተተሓሓዘ ሕማቕ ባህሊ ክለግስ ከዓ ዘለዎ ኢንተርቪው ክንገብር ከድና ከማን ዓይኖም ክንጥምቶም ኣይንኽእልን ኢና ምክንያቱ እንዳተሰሓቕና ኢና ዓብና እንዳተለገፀልና ኢና ዓብና እዚ ኣብ ማንም ቤተሰብ ኣብ ማንም ብፍላይ ኣብ ናህና ሕብረተሰብ ዝነበረን ዘሎን እዩ እሞ ሕጂ ኸ እሱ ኣብ ደቅና ይደገም ዶ ኣይፋል ኖው ንዓይ ብደቀይ ዝመፀኒ ፀላእየ እዩ ብደቀይ ኣብ ልዕሊ ደቀይ ኔጌቲቭ ድዛረብ ንዓይ ፀላእየ እዩ ኣብ ልዕሊ ደቀይ ቅንጣብ ዘይተድሊ ቃላት ደውፅእ ንዓይ ፀላእየ እዩ ምክንያቱ ብስነ ስርዓት ተኸብኪበን ክዓብያ መፃኢ ሂወተን ተሓኪበን ዳዓብያ ዳኣ እምበር ቃላት እንዳደርበዩ እቲ ሓደ እንዳደርበየ እቲ ሓደ እንዳሰንደወ ክሰምዓ ኣይደሊን እየ ኣይፍቅድን እየ ከዓ ስለዝኾነ እዚ ቃላት እዚ እዚ ዘረባታት እዚ እዚ እኩብ እዚ መስሓቂ ይመስል እንታይ እዮም ዝብሉ እንግዛውያን ፋኒ በቃ ዳስ ፋኒ ይብሎ በቃ ከምዚ ገለ መስሓቂ ገለ ተዘዛሪቦም ሲ ፋኒ ዝበሃል የለን መስሓቂ ዝበሃል የለን ንሓደ ቆልዓ ኣብ ርእሲኡ እንዳደርብኻሉ ብቃላት ጌርካ እንዳፈጋእካዮ ብቃላት ጌርካ እንዳሕመምካዮ ብቃላት ጌርካ ደም እንዳውፃእካዮ ሲ ፋኒ ክበሃል ኣይክእልን እዩ ኣብ ናህና ትውልዲ ኣብ ወለድና ዝነበረ ትውልዲ ዝሓለፈ ካብ ጥንቲ ኣባና ማለት እዩ ከምቲ ዝበልኩ ካብ ጥንቲ ስጋብ ሕጂ ዘሎ ብፍላይ ኣብዚ ዕድሜና ኣብ ናይ ደቅና ኣብ ናይ ደቅና ደረጃ እዘን ኣብዚ ዝተወለዱ ኣይወሓጠሎምን እንድዩ ክሰምዕዎ ይደልዩን እንድዮም እዚ ኣባና ግን ሕጂ ንሕና ክንቆርጾ ኣለና ኣነ ተሓግሒጉ ክቁረፅ ኣለዎ ክጠፍእ ኣለዎ እየ ዝብል ንኣብነት ብዛዕባ ሕብሪ ቆርበት ናይ ሕብሪ ቆርበት ክንዛረብ ከለና ኣብ ዓድና ዋላ ኣብዚ እዚአን ዓበይቲ ዴታት ኹና ዓበይ ዝኾነ ዓበይቲ በቃ ብዓበይቲ ብዕድመ በቃ ዋላ ገዛ መፅኤን ድዩ ዋላ እንዳ ሰብ ከይደን ድዩ ዋላ ኣብ ዝኾነ ከይደን ቆልዓ ገለ ርኢ ተቢለን ክልተ ሰለስተ ቆልዑ ተልዮም ዋ እዚኣስ ግናይ እንታይ ደኣ ሓሮሮ ትመስል ካብዘን ኩለን ተን ካልኦት ዕምባባ እየን ዝመስላ እሳ ኮ ብኮፍ ኢላ ኣላ እዚኣ ዳን ናይ መን እያ ወሲዳ ናይ ኣቦኣ ዶ ናይ ኣዲኣ ዶ እታ ቆልዓ እኮ ማእከል ኣላ እንታይ ደኣ እዚኣሲ ግናይ ዋላ ናይ መልክዕ ዋይ ደፍናቅ ጠፍናቅ ደይትወሃቦ ነገር የለን እታ ቆልዓስ ኣብኡ ኮይናሲ ትሰምዖላ እታ ቆልዓስ ኣብ ማእከል ኮይና ትሰምዖላ ሕጂ ከምኡ ዝተባህለ ከዓኒ እቲ ተኸታሊ ሰብ ከዓ ተኻሊ ህዝቢ ከዓኒ ምስኡ እንታይ ብዓውታ እዩ ዝስሕቅ እዛ ቆልዓ እዚኣ ወይ እዚ ቆልዓ እዚሲ ንእሽተይ ብዘየገድስ ዕድመ እየ ድብለኩም ዘለኹ ብዘየገድስ ዕድመ ንእሽተይሲ ብዘረባ ገይሮምካስ ቅጥቅጥ የብልዋ እዚ ብጣዕሚ ብጣዕሚ ብ- ብጭ- ብኣው- ብኣውያት እየ ዝዛረበሉ ዘለኹ ብሕርቃን ከማን እየ ብቁጥዐ እየ ከማን ዝዛረበሉ ዘለኹ ኣይትብልን ዲኺ ክትብልን ኢኹ ኢለባ ግን ኣፈይ ደትሕዛ ውላድ ረኺበ ፅቡቕ ዲኸ ኣይኮነን ኣነ ቆልዑ ይርኢ እየ ፈፂመ ነቶም ቆልዑ ዝሪኦ መፂኦም ገሊኦም እው ስኻስ ክትሓፅብ ወይ ስኻስ ገለ እንተኢሎሞም ዘራይ እየ ዝኸውን ጠጠው እየ ዝብል ነቶም ቆልዑ ከምኡ ኢሎም ዝመፁ ይቋይቖም እየ ነው ስነ ስርዓት ግበር ወይ ከዓ ኖ ብገፀይን ብገለን ሕጂ እቶም ቆልዑ ኩሎም ፈሪሖም እዮም ከምኡ ዝብሉ እዚ ቡሊን ናይ ትምህርቲ እዚ ነቲ ቆልዓ ምንእኣስ እዩ ኣባና ግን ነቲ ቆልዓ ምንእኣስ ዘይኮነ ክስሕቀሉ ከምዚ ፋኒ ዝበልኩ ዓይነት ማለት እዩ ሕጂ ብቆርበት ሕብሪ ቆርበት ባርያ ዋእ ንሓንቲ ቆልዓሲ ኣብ ማእኸል ኣሕዋታስ ባርያ ወይ ንሓደ ቆልዓስ እዝስ ሓሮሮ እዩ ዝመስል ግናይ ከንፈሩ ሕብሩ ገለ ኢልካስ በቃ ንሓደ ቆልዓስ ኣብኡ ቅልጥ ተብሎ ማለት እዩ እዚ ሓደ ሕብሪ ካልኣይ ከዓኒ ናይ ፀጉሪ ዓይነት ኣብ ሓደ ገዛ ገሊኡ ዛሕ ዝበለ ፀጉሪ ኣሎ ገሊኡ ቆርጨጭ ኣሎ ገሊኡ ሓፂር ኣሎ ገሊኡ ፅቡቅ ኣሎ ፀጉሪ እኳ ኣብዚ ዘመን እዚ ቆርጫጭ ፀጉሪ የለን እንዲ ኩሉ ኢድ ወፅእ ሕማቅ ፀጉሪ የለን ሕማቅ መልክዕ እውን የለን ግን ብዘየገድስ ብዘየገድስ ዝኾነ ይኹን ምፅእ ኢሉ ሰብ በቃ ዋይ ቆርጫጭ እዚኣስ ንበይና እያ እንታይ ዝዓይነቱ ፀጉሪ እዩ ደለዋ እሳን መልክዓን ኩሉ ሓደ እሳን ፀጉራን ሓደ ቆርጫጭ ግናይ ቆልዓ ንእሽተይ እኮ እያ ሽዑ በቀት ህዝቢ ከዓ ተኣኪቡ ከዓ ካዕካዕብል ዋላ ክልተ ኮኑ ዋላ ሓደ ኮኑ ዋላ ሰለስተ ኮኑ ዋላ ብዛዕባ ካልእ ዋላ ኣብ ገዛና መፂና እዚ እገብሮ ኣይትገብርዮ እንዲ ከይትብሉኒ ኣነ እውን እገብሮ እየ ግን ብጣዕሚ ደሕምመኒ ደቀይ ከ ኣለዋ ነዚታት ደይወሓጠለን እዚ ናይ ሕጂ ትውልዲ ደቀይ ዘይኮና ብምልአን ብፍላይ እዞም ኣብዚ ተወሊዶም ዝዓበዩ ኣይወሓጠሎምን እዩ ካብዚኣስ ኣነ ትፍለየሉ ወይ ከዓ እዚኣስ ካብዚኣ ትፍለየሉ ምክንያት እንታይ እዩ ዘሎ ኩሉና ከፀለምቲ ደይኮናን ኢና ፀዓዱ ዲና ጥልያን ዲና እንግሊዛውያን ዲና ኣብላ ፀጉሪ ቆርጫጭ ፀጉርና ተፈላለና እንዲና ከምቲ መልክዕና ከምቲ ሕብርና ከምቲ ኩሉና ፀጉርና ከ ዝተፈለየ እዩ እዚ ዛሕ ዝበለ ፀጉሪ ስለ ዘለዎ ካበይ ትፍለየሉ ምክንያት ወላ ሓንቲ የብላን ወይ እዚኣ ከምኡ ሕጂ እቲ ንሕና ንብልኦ ዘሎ ቆርጫጭ ነዛ ቆልዓሲ ማህረምቲ እዩ እኮ ነዚ ቆልዓስ ከምኡ እዩ በቃ ግናይ ክንደይ ክሓፂር እዩ ቆርጫጭ ኢልና ብፀጉሪ ከዓ እንታይ ንገብረን በቃ ፀጉረን ክፀልኣ ወይ ከዓ ነቲ ፀጉረን ብመለስለሲ ድዩ ወይ ገለ ገይረን ገለ ገይረን በቃ ከሙተኦ ስጋዕ ንገብረን ማለት እዩ መብዛሕትኡ ሰብ እዚ እዚ መቐይሒ ድዩ እዚ ናይ ፀጉሪ እዚ በዓል ወላ ዓይነት ክገብር ዝጀመረ ንፀጉሩ ፀሊእዎ ኣይኮነን ግን ቆርጫጭን በቃ ግናይ ፀጉርን ገለን ምስ በዝሐ ሽዑኡ ፃዕዳ ክትመስል እንታይ ትገብር መለስለሲ ትገብር ማለት እዩ መሊሱ ከዓ እቲ መለስለሲ ከዓ እንታይ ይገብሮ እዚ በዓል ወላ ማለት እዩ እሱ ከዓ እንታይ ይገብሮ ይበልዖ ማለት እዩ ወይ ከዓ ዓሰርተ ግዜ ፀጉርካ ክትሰሓብ ክሰሓባ ተኸክብላ ንዕኦም ክመስሉ ማለት እዩ ቆርበት እውን ከምኡ እዚ ኩሉ ዝነበረ ኣብ ዓድና ክትቀይሕ ኢልካ ትገብሮ ስጋዕ ሕጂ ስጋዕ ሕጂ እንታይ መቂሒ ከም ዘሎ ኣብ ዓድና ከማን ኣይፈልጥን እየ በርበረ ዘምስለን ደም ዘምስለን እዩ ምስኡ ከዓ ናይ ፀሓይ ናይ ፀሓይ መግበሪ ናይ ፀሓይ ዝጥቀም የለን እቲ መቂሒ ተጠቂምካ ፀሓይ ክትውቃዕ ከለካ ሲ እቲ ማዳ ካብቲ ዝነበሮ ለጣ ፀቢቁ ማዳ ይብለን ገለ ይብለን እየ ንቅቂሓ ምክንያቱ እቲ እቲ ሕብረተሰብ ንሓንቲ ጸላም ወይ ከዓ ንሓንቲ ጽልም ዝበለት ወይ ከዓ ንሓንቲ በቃ ዋጋ ስለ ዘይሂባ ብዙሕ ተደል ተረኣይነት ስለ ዘይብላ ሓርፋፍ ቆርጫጭ እ፣ ባርያ ስለ ትበሃል ንገጻ ከተቐይሕ ክትብል እንታይ ትገብር ኩሉ እቲ ዘየድሊ እቲ ንገፅካ ዝበልዕ እቲ በቃ ጉራጉራ ዝገብረካ እ፣ ሕማም ዘምስል እ፣ ሜክ- እ፣ እንታይ ሽሙ ብርቱዕ ኬሚካላት እንተ- እንተተጠቀመ ቆርቦቱ ይቐልጥ ማለት እዩ እዚ ናህና ጀነሬሽን ኣነ ዝነበርኩዎ ሕጂ እውን ዘሎ እዩ ኣብ ባፅዕ ኮይነንሲ ቀያሕቲ ትርኢ በቃ ቅይሕ ዝበላ ካብ ክሳደን ንላዕሊ ዝተፈለያ ማለት እዩ እንታይ ኮይኑ እንተልካ መቂሒ ገይረን እየን ባፅዕ ከ ምንታይ እዩ ተሓወይ ናበይ እየን ከ ክወፃ ክሰርሓ እየን ክወፃ እየን ናይ ግድን እዩ ስጋዕ ለይቲ እዩ ሃሩር ሕጂ እዚ ኣሎ ማለት እዩ ስለዝኾነ እዚ ቃላት እዚ ንጠንቀቀሉ ሳልሳይ እውን ኣሎ ብዛዕባ እዚ ኸኣ እዚ ኸኣ እቲ ዝኸፍኤ ንሓደ መንእሰይ ጉድጓድ ዘእትዎ ንሓንቲ መንእሰይ ሂወታ ዘጥፍኣ ንሓንቲ መንእሰይ ኮንፊደንስ ኮንፊደንሳ ኮምፕሊትሊ ደጥፍእ ንወዲ ይኹን ንጓል ትኹን እዚኣ ኸኣ እታ ዝኸበደት ስጋዕ ሞት ደብጽሖም እዚኣ ኸ እንታይ እያ ብዛዕባ ርጉዲ ብዛዕባ ርጉዲ ኸኣኒ ገጃፍ ዓንጃል ጀርጋዕ ገጀፍቲ እኮ ከምዚ እየን ገጀፍቲ እኮ እዚ እየን ገጃፍ ተባሂለን ሽም ይወፀን እሞ ንነብሰን እፀልኦ ንነብሰን ካብ ዓቕመን ንላዕሊ ይፀልኦ ምክንያቱ ኣብ ኣፈን ይካ ዝበሃለን ብድሕሪኤን ከማን ኣይኮነን ደይሰምዐኦ እውን ኣይኮነን ኣብ ኣፈን ክንዲ ገሊኣ ትኸውን ወይ ከዓ ምፅ ክብላ ከሎ ዋይ በቃ እቲ ገፅ ባዕሉ ዋይ እዚኣሲ ክንዲ ገለ ኮይና ክንዲ ገለ ኮይኑ ወይ ከዓ ብቆልዑ እንከለኹ ብቆልዑ እንከለኹ ከዓ ገጃፍ ኪዲ ጉየይ ሕጂ እዚ ከም መስሓቅ ገይሩ እዩ ዝወፅእ ከም መስሓቅ ዓይነት በቃ ወይ ኣበይ ከተርክቦም ዳኣ እዚኣ ገጃፍ እንድያ ጉያ እንተኮይኑ እስከ ንስኺ ጉየይ ከም ላግፂ ዓይነት እስከ ተቀዳደቢ ከም ላግፂ ዓይነት ከም መስሓቅ ዓይነት መስሓቅ ዝበሃል የለን ብሕልና ቆልዓ ብናይ ሞራል ቆልዓ ብናይ ውሽጢ ቆልዓ ብናይ ውሽጡ ናይ ዘለኣለማውነቱ ኢኻ ትሃርሞ ዘለኻ ናይ ዕድሚኡ ሙሉእ ኣብዚ ገፅ ምድሪ ስጋዕ ዘሎሲ ትሃርሞ ማለት እዩ ግጅፊ ርጉዲ እዚ ብምሉኡ ከዓኒ ደሰክፍ እዩ ብጣዕሚ እዩ ደሰክፍ ቀጣን ኣይነበርኩን ኣነ ቀጣን ኮይነ እውን ኣይፈልጥን እዩ ብፍላይ ንእሽተይ ከለኹ ፅበይ ገጅፍ ስለ ዝነበረ ክሓብእ ሕቆይ ጎቢጠ እየ ተሪፈ ክደንን ምክንያቱ በቃ ገጅፍ እንተደኣ ኮንካስ በቃ ገጃፍ ዋይ ክንዲ ገለ ገለገለ ስለ ዝብለካ በቃ እስኻ ከዓ ነቲ ዘሎ ነቲ ተፈጥሮካ ነቲ እቲ ኣምላኽ ዝሃበካ ክትሓብእሲ ተኻኽ ትብል ማለት እዩ እንታይ ገበራ እዚኤን መናእሰይ ብግጅፊ ብሩጉዲ ብገለ በቃ ተሰኪፈን ምውት ዝብላ ሽዑ ንክቀጥና ይፍትና ከምቲ ኩላህና ንገብሮ ማለት እዩ እዚ ኣብ ኩሉ ሰብ ዘሎ ማለት እዩ ዋላ ኣብ ዓበይቲ ክንቀጥን ንፍትን ግን ተፅዕኖ ስለ ዘለና በቃ ዘረባ ስለ ዘሎ መሊሱ እቲ ስትረስ እንታይ ገብረና ናብ ምግቢ ምድፋእ የእትወና ማለት እዩ ስለዝኾነ እዚ ረጓድ ኢልኩም ቀጣን ኢልና ንጥቀመሉ ንጠንቀቐሉ ቀጠንቲ ከዓ እንታይ ከዚያ ሬሳ ዕንጨይቲ እንታይ ኸ ኮይና ንሓደ ሰብ ስረየሳ ትብሎ ብልዒ ደይቲ በልዒ ዋ ብልዒ ክትረጉዲ ነታ ረጓድ ከዓ ዋ ቀንሲ ቁሩብ ብልዒ ቀንሲ ኦፕንሊ እኮ እዩ በቃ ክፉት ክፉት ዘረባ እኮ እዩ ድዝረብ ዋ ቀስ ኢልኪ ብልዒ እዛ ጓለይ መን ኢልኩም ከምኡ ኣብ ሓንቲ ልዕሊ ቆልዓ ኣብ ሓደ ቆልዓ ወይ ኣብ ሓደ መንእሰይ ቀስ ኢልኪ ብልዒ ብልዒ ኣይትብልዒ ረጒድኪ ቀጢንኪ እዚ ብጣዕሚ ሓደገኛ እዩ ሓደገኛ እዩ ንጠንቅቀሉ ወለዲ ንጠንቅቀሉ እ፣ ካልእ ከዓ መልክዕ ብመልክዕ ከዓኒ ፅብቕቲ በቃ ኣፍንጫኣ ከም ገለ ዝኾነት ጸፍናቕ ስና ሰናን ኣይድሕነው ደይ ንብሎ ነገር የለን በቃ ሓደ ጎደሎ እንተልይዋ ገለ ገለ ጎደሎ ገለ ጠባ እዚ ገለ እስ- ገለ ዝኾነ ሲ በቃ ኣብ ኣፋ ዋይ እዚኣ ሲ ኣብ ኣፋ ንወይ ከዓኒ ሕሹኽሹኽ ኣብኡ ከሎ ከዓ ዝሳርዳ ወይ ይርድኦ ወይ ኣፉ ይታተ ይታመም ብሕማም ምክንያት ቶማም ወይ ናይ ኣካል ሕንትስ ከምኡ ተ- ዋላ ፖልዮ ዋላ ሕማም ተወሊዱ ወይ ተወሊዳ ክትከውን ትኽእል እያ ወይ ግን ሓደ ዋላ ስትሮክ ሒዞ ዋላ ዝኾነ እውን ክሕንክስ ይኽእል እዩ ሓንካስ ጠዋይ ሰባር ኣምሶ ሶሪ እዚ ቃላት እዚ ካብ ኣፍና ክለግስ እዚ ካብዚ ህዝቢ ክለግስ ት- በቃ ክቕንጠጥ ኣነ እዚ እየ ዝደሊ ክለግስ ናይ ቆልዑ ሕልና ናይ ቆልዑ ሞራል ናይ ቆልዑ ዕቤት ከይንሰብር ንግሆ ዝዘራእናዮ ምስ ንግሆ ኣብቶም ቆልዑ ዝዘራእናዮ ጌና ቆልዑ ከለዉ ምስ ዓበየ ከርክበሎም እዩ እዚ ንሕና ንብሎ ዘለና ናቶም ኮንፊደንስ ናቶም ርእሰ ተኣማንነት ቅትል ኢና ነብሎ ኣዝና ኢና ንቐትሎ ስለዝኾነ እዚ ኩሉ እዚ ዝተረፈ ዘሎ ገዲፈ ማለት እዩ እዚ ኩሉ ክንጥንቀቀሉ ዝግብኣና ቃላት እዮም ቃላት እዮም ንጠንቀቀሎም እየ ክብለኩም ደልየ መን እዩ ከፍቂድሎም ኣብ ልዕሊ ደቅና ርእይቶ ክህቡ እንታይ ምሲልኩም ተፍቅዱሎም ኣብ ልዕሊ ደቅኹም ሲ ቀጢኖም ረጒዶም ሓፊሶም ክብል ርእይቶ ክህቡ ሲ እንታይ ምሲልኩም ተፍቅዱሎም እስኹም እውን ንባዕልኹም ንሕና እውን ንባዕልና ኣብ ልዕሊ ደቅና ርእይቶ ብርጉዶም ብቁጥኖም ከምዚ ከም ሓገዝ ከም ደገፍ ኣይፈትዎን እዮም ወረ ዋላ ከምዚ ብልዒ ድሓን ዋላ ከምዚ ከዳልወልኪ እንተልካዮም ኣይፈትዉን እዮም ብኡ ዝመፆም ብርጉዱ ብቁጥኒ ብዝኾነ ዝመፆም ኣይፈትውዎን እዮም ኣይደልይዎን እዮም ኣነ ካብኦም ሓንቲ እየ ኣነ ንካልእ ሰብ ኣይኮንኩን ዝውርዝወሉ ዘለኹ ግን ኩላህና ኮይና ነዚ ክንገድፎ እየ ዝደሊ ሕሉፍ ሓሊፍዎም ሓንካስ እኮ ካብ ካብ ካብ ሰብ ካብ ውልቀ ሰብ ሓሊፎምሲ ናብ ናብ ማሕበረሰብ እኳ እዮም ዝኸዱ ናብ ኣቦ ናብ ኣደ እኳ እዮም ዝኸዱ ናብ ናብ ዓድታት እኳ እዮም ዝኸዱ ኣይፍቅደ ኣይፍቀደናን እዩ ኣይግቡእናን እዩ ስለዝኾነ ኣይትሃብዎም ኣብ ልዕሊ ደቅኹም ኔጌቲቭ ክዝረፍ ኣይተፍቅዱ ኣብ ልዕሊ ደቅኹም ቆርጫጭ ዶ ፀላም ዶ ሓርፋፍ ዶ ግናይ ዶ ሓንካስ ዶ ዝኾነ ነገር ክበሃል ኣይተፍቅዱ ወለዲ ኣይተፍቅዱሎም ንማንም ሰብ ኣይተፍቅዱሎም ኣቦኻ ይኹን ኣዴኻ ይኹን ሓፍትኻ ትኹን ዋላ ዝኾነት ሓትነኻ ትኹን ኣይኮነን ዶ ጓና ኣብ ልዕሊ ደቅኻ ኣብ ልዕሊ ደቀይ ኣብ ልዕሊ ውላደይ ርእይቶ ክህቡ ኣይፍቅድን እየ ኣነ ኣፍውቅ ሰብ ኣይከፍትን እዩ ብዘየገድስ ብፍላይ ኔጌቲቭ ርእይቶ እዚ ኩሉ ክዛረበሉ ፀናሕኩ መዓት ኣሎ መስሓቅ ዝመስል ተኣኪብካ ትስሕቀሉ ግን ንቆልዑ ዝሃርም ንቆልዑ ዝቀትል ንቆልዑ ትሕቲ ምድሪ ዘእቱ ኣይነፍቅደሎም፣ ስምብራት ኣይንግደፈሎም፣ ማህሰይቲ ኣይንግደፈሎም ኣብ ልዕሊ ደቅና። እመኑኒ እዚ እዚ ዝዛረቦ ዘለኹ ንብዙሓት ሰባት ዝጎድእ እዩ። ንብዙሓት መንእሰይ ዝጎድእ ዝጎድእን ዝጎድእ ዘሎን እዩ። እዚ ትውልዲ እዚ ኣይቅበለኩምን እዩ። እዚ ሕጂ ዘሎ ትውልዲ ዋላ ኣብ ዓድና ሃሉ ዋላ ኣብዚ ሃሉ ዋላ ዝኾነ ሃሉ ብዛዕብኡ ግናይ ክትዛረብ ኣይፍቀደካን እዩ። እዚ ድራማ ኣይኮነን። እዚ እዚ ኣብ ልዕሊ ደቅና ዝዝረብ መስሓቅ ኣይኮነን ፋኒ ተባሂሉ እኮ እዩ ኣይኮነን መስሓቅ ኣይኮነን ዘርኢ እዩ እንተኽኢልናስ ፅቡቕ ዘርኢ እንተኽኢልናስ ሰናይ ነገር እንተኽኢልናስ ምርቓእ እንተኽኢልናሲ በቃ ፀፅቡቑ ንቆልዑ ንዘርኢ እምበር ኣልዕል ኣቢልና እንዳለጠፍና እንዳለጠፍና ሌበል ዝሰራሕክዎ ነይሩ ናይ ቀደም ሌበል ኣብ ክዳን መፍለጢ መጠቅዒ መፍለጢ ካበይነይ ከም ተሰርሐ ካበይናይ ሃገር እንታይ ምዃኑ ሌበል ገብርሉ እዮም ኣብዚ ድሕሪ ናይ ክሳድና ደሎ ማለት እዩ ንደቅና ከዓ ሌበል ኣይንጠቅዓሎም ኣይጠቅዓሎም ካብ ወፃኢ ይኹን ካብ ውሽጥና ይኹን ካብ ገዛና ይኹን እዞም ቆልዑ እዞም ከምዚኦም ዝኾኑ ቆልዑ እንታይ ይኾኑ መስለኩም መጀመርያ መጀመርያ ሕብረተሰቦም ምፀሉ ዝኾነ ዝኾነ ኮሚኒቲ ቤተክርስትያን ይኹን ዝኾነ ሕጂ ኤርትራውያን እንተኾንና ኣብ ኤርትራውያን ዝግበር ነገር እቲ ዝግበር እቲ ኮሚኒቲ ይፀልእዎ እቲ ሕብረት ይፀልእዎ ምክንያቱ እዚ እዚ ምስማዕ እዚ በዚሕዎም እዩ ፍግዕ እዩ ድብሎም ዋላ ቤተክርስትያን እዚ ከምዚ ኣሎ ቤተክርስትያን እንደየሎ ኣይኮነን ኣብ ዝኾነ ዘሎ እዩ ሕቱኽቱኽ ሕሹኽሹኽ ካብ ኩሉ ከኣ ኣብ ዓበይቲ ኣብ ነንሕድሕዶም ከምኡ የለን እሳቶም ነንሕድሕዶም እንታይ ከም ዝዛረቡ ብኸመይ ገይሮም ከም ዝዛረቡ ብኸመይ ጥበብ ከም ዝዛረቡ ይፈላለጡ እዮም መሊሶም ከዓኒ ሃገሮም ከማን ይፀልኡ ኤርትራውያን ምዃኖም እዞም ኣብዚ ተወሊዶም ዳዓበዩ እንተ ደኣኒ እዚ ኩሉ እንዳሰምዑ ዓብዮም ዋላ ሃገሮም እፀልኡ ኣይደልዩን እዮም በቃ ነቲ ኩሉ ንብምሉኡ ኣጠቓሊሎም ሃገሮም ደሎ እቲ ሕብረተሰብ ዘሎ እቲ ገለ ዘሎ ይፀሉ ሽዑ እንታይ ይኾኑ ናብ ካልእ ሕብረተሰብ ይፅግዑ ወይ ከዓኒ ካልእ እሕዙ ካልእ ባላ ካብኡ ምስ ተፀልኦም ከማን ናብ ካልእ ናብ ካልእ ነገራት የድህቦ ኣሎ እዚ መሰ ገለመለ ጥራይ ዘይኮነ ናብ ካልእ ምስ ካልእ እፀልእዎ ነዚ ሕብረተሰብ ነዚ ን- ብምሉእና እንታይ ይገብሩና ይፀልኡና ስለዝኾነ እዚ ክንጥንቀቐሉ ዘለና እዩ ሃቡ ዕድል ኣይትሃቡ ንማንም ሰብ ኣብ ልዕሊ ደቅኹም ክዝረብ ኣይትሃቡ ዝኾነ ትኹን ከምቲ ኣቀዲመ ዝበልክዎ ደቅና ዓብዮም ንበረኸት ን- ን- ንኽብሪ መታን ክኾኑ ንሳቶም ከኣኒ በቃ ካልእ ትውልዲ ካልእ ጀነሬሽን ጥዑይ ዝኾነ ተላጋፃይ ሰሓቓይ እም፣ ተፃዋ- ተላጋፃይ ዘይኮነ ትውልዲ እዩ ናህና እኮ ላግፂ እዩ ስለዝኾነ እንታይ ክብለኩም እየ ደልየ ብፍላይ ወለዲ ደቅኹም ኣሕሊፍኩም ኣይትሃቡ ንስኻትኩም ከዓ ቃላትኩም ኣርሙ ምኽንያቱ እቲ ንዛረቦ ንደቅና ክጎድኦም እዩ፣ እቲ ንብሎ ንደቅና ክቐትሎም እዩ። ሕሉፍ ሓሊፍዎም እዚ ኹሉ እዚ ኹሉ ምስ በዝሖም ሰባት ነብሶም ዝቐትሉ ኣለዉ። ነብሶም የጥፍኡ። ጓል ዓሰርተ ሰለስተ ዓመት ኢትዮጵያዊት ኣብዚ ቀረባ ግዜ ብቕጥኒ ብሩጉዲ ዓሰርተ ሰለስተ ዓመት ነብሳ ቀቲላ እያ። ብዙሓት እዮም ዝቐትሉ ኣነ ሕጂ ኣባና እየ ዝብል ዘለኹ እቶም ካልኦት ዘርኢ ብካልእ ክኸውን ይኽእል እዩ እቶም ካልኦት ፃዓዱ ዘለዉ ማለት እዩ ብካልእ እሳቶም እውን ኣለዎም ኣደይ ከምዚ ትብለኒ ነይራ ኣቦይ ከምዚ ዝብለኒ ነይሩ ከምዚ ኢሉን ብቐዳማይ እታ ከይተፈቐርኩ ዓብየት ዝበለት ርኢኩም ርኢኹሞ ሰሚዕኹሞ እንተኾንኩም ኢለኩም እየ ክንዲ ምንታይ ከም ዝሃሲ ኣብ ኣብ ክልተ ዓመት ኣብ ሰለስተ ዓመት ኣብ ሂወታ ዝተፈጸመ ጓል ሰላሳን ሓሙሽተን ዓመት ኮይና ስጋዕ ሕጂ የብኪያ ኣሎ ማለት እዩ ስጋዕ ሕጂ ከዓ ሳክሰስ ምዃን ስኢና ኣላ እቲ ትደልዮሲ ምዃን ኣብይዋ ኣሎ ገንዘብ ገለ ደይኮነት ስኢና ስለዝኾነ እንታይ ክብለኩም እየ ደልየ መስለኩም ኣሕዋተይ ደቀይ ንኣሽቱ ኹን ዓበይቲ ብፍላይ ከኣ እዘን ዓበይቲ ኣዴታት ፕሊስ ኣቦታት ፕሊስ መላግጺ ግደፉ ኣብ ልዕሊ ቆልዑ ዘረባ ኣይትዝረቡ ነጌቲቭ ኣይትዝርውሎም ፍጹም ኣይትደርብይሎም ቃላት ዋላ መስሓቅ ኢልኩም ኣይትስሓቁ ካብ ዝገርመኩም እዞም ካብ ዕስራን ሓሙሽተን ዓመት ንታሕቲ ዘለዉ እዞም ከ ኣብዚ ዝተወለዱ ብምሉእ ጠቕላላ ዋላ እዞም ካብ ዕስራን ሓሙሽተን ዓመት ዘለው እዞም መናእሰይ ዋላ ኣብ ቲክቶክ ዋላ ኣብ ገለ ክሰምዖም ከለካ ብዙሕ ኣይኮኑን ድፃረፉ መን እዮም ድፃረፉ እንተልኩምኒ ካብ ዕስራን ሸውዓተን ካብ ሰላሳ ዓመት ዘለው እዮም እቲ ነደ ነቦ ንዕኦም ክፃረፉ ወይ ከዓ ንሃገር ወይ ከዓ ንዓሌት ንሃገር ክፃረፉ ዝውዕሉ እሶም እዮም እቶም ዝዓበየ እዮም ሕጂ መልእኽተይ ነዞም ናእሽቱ ይኮነን እሳቶም ኣብ ቦትኦም ኣለው እሳቶም ከይርሕቁና ከይደልዩና ክንጥንቀቐሎም ይግበኣና እዩ ንሕና ግን ኣዴታት ፕሊስ ትሰምዓን እንተለኽን ብደቂ ትሰምዓን እንተለኽን ብናይ ካልኦት ቆልዑ ኣይትስሓቃ ኣይትላገጻ ወላ ሓንቲ ይትበላ ስለ ንብል እዩ ኣነ ካብ ማእኸልክን ስለ ዘለኹ ማለት እዩ ንዓይ ወሲኸ በጃኽን ነጌቲቭ ኣይንዝርኣሎም በቃ ሕማቅ ነገር ኣይንዝርኣሎም እንተኺኢልናስ ጸጽቡቁ እንተኺኢልናስ ንመርቅ ኣሎ ሕጂ እቲ ናይ ትውልዲ ንግደፎ ዘየድሊ ነገር ካብ ማሕበረሰብ ካብ ሕብረተሰብ ዝመጽእ ካልቸራል ነገር ዝኾነ ደየድሊ እንተኾይኑ ፍሒርና ኢና ክንቀብሮ ዘለና እዚ ተፋሒሩ እዩ ክቅ- ክቅበር ዘለዎ እዚ እዚ ሓሳባት እዚ እዚ እዚ ዘረባታት እዚ ፍሒርካ ወይ ከዓ ምስቲ ዝመውት ሰብ ሒዝዎ ክመውት ኣለዎ ክለዓል የብሉን ፕሊስ ፕሊስ ፕሊስ ኣንፀርፂረ እየ ዝዛረብ ዘለኹ ግና ንጠንቀቕ ኣብ ብዙሓት ቆልዑ ኣብ ብዙሓት መንእሰያት ኣብ ብዙሓት ስለ ዝሰምዐ ብዘየገድስ ሕጂ ኣብ ደቅና ንጠንቀቕ ብፍላይ ከም ወለዲ ንሕና ጋርድ ናይ ደቅና ኢና ንሕና ፅላል ናይ ደቅና ኢና ንሕና በዓቲ ኢና ንሕና መህደሚ ኢና ሃዲምና ሃዲሞም ዘቅና ዝዕቆብሉ እዩ ካልእ ዝበሎም ንሕና እንተደጊምናሎምሲ ጥፊኦም እዮም ስለዝኾነ ንደቅና ኣፀቢቕና ኣፀቢቕና ንከላኸለሎም ዋልታን ድርዕን ሒዝና ንከላኸለሎም መን ዳ ክከላኸለሎም ዝኾነ ኣፉ ክኸፍተሎም ኣይነፍቅድ ኣይነፍቅድ እብለኩም ኣለኹ እንተኽኢልና ከኣ ንሕና ካልኦት እቶም ንዛረብ ከኣ እንተኽኢልና እንተኽኢልና ፖዘቲቭ ጸጽቡቑ ንመርቕ ከኣ ንመርቆም ንዝኾነ መንእሰይሲ ንመርቆ ልቢ ከኣ ሃልወና ውሽጥናሲ ኣብ ልዕሊ እቶም ቆልዑ ኣብቶም ናእሽቱ ኣብቶም ግናያት ዋላ ገለ ትብሉ ኣብቲ ኩሉ ትብልዎ ልቢ ሃልወና ስለዝኾነ እንታይ ኢኸ ብደልዮ ንሕና ወለዲ ንስድራና ንደቅና ንጠንቀቐሎም ኣጸቢቕና እቶም ላይክ ናይ ዘረባ ልምዲ ወይ ከዓ ናይ ምልጋፅን ኣብ ልዕሊ ቆልዑ ምቁያቑን እቲ ዘየድሊ ዘረባ ንዛረብ ተሊና ከዓ ሱቅ ንበል እንተገደ እንተኽኢልና ንመርቕ እንተዘየለ ግን ሱቅ ሱቅ ኣይትፃረፉ ኣይትቋየቑ ኣነ ኣምላኽ መስገን ኣብ ልዕሊ ደቀይ ዝታ ስለ ዝወረደ ኣይኮነን እወ ደየለውን ኣይኮነን ብቆልዐ እንከሎ ከስኻ ደይትፈልጦ ምናልባሽ እውን ሓቢረ ምስቶም ከምኡ ዝብሉ ስሕቕ ነይረ ክኸውን ይኽእል እየ ኣሎ ግን ንጠንቀቕ ከምኡ እየን ድብላን ሓደ ሓደ ግዜ ሓበሻ ብሰሓቕ ኣምሲልኩም ንቆልዑትሲ በቃ ሞራሎም ትሰብርዎም ንቆልዑሲ ሕልንኦም ትዕርብዎም ከምኡ እየን ድብላ ስለዝኾነ ንጠንቀቕ ክብል እየ ደልየ ፕሊስ ንጠንቀቕ ብፍላይ ወለዲ ኣብ ልዕሊ ደቅኻ እስኻ ተጠንቀቕ ካልእ ዝጥንቀቕ የለን ሓላፍነትካ እዩ ግቡእካ እዩ ግቡእኪ እዩ ብፍላይ ሲንግል ማም ደቂ ሲንግል ማም ነፃፂሎም መናፂሎም ንደቅኺ ክውድእዎም ኣሕሊፍኪ ታቢ

ፕሮቴክት ንግበሮም ንደቅና ንሕና ንሕና ኢና ንሕና ኢና ስለዝኾነ እዚ ክብለኩም እየ መፅየ ብጣዕሚ ገፅ ገጭ ኢለ ኣለኹ ግን ብጣዕሚ እዩ ደሕረቐካ ሓንሳብ ሓንሳብ ስብኽያት ከማን መፀኒ ኣብቲ መንእሰይ ክትሪኦ ክትሪኦ ከለኻ ወይ ከዓ ኣብዞም ህፃናት ክሪኦ ከለኻ ስለዝኾነ ንጠንቀቕ ክብለኩም እየ ደልየ ክቡራት ኣሕዋተይ ክቡራት ቤተሰብ ክቡራት ንጠንቀቕ የቐንየለይ ክብረት ይሃበለይ ስለ ዝሰማዕኩምኒ ክጠቕመኩም ተስፋ ይገብር ኣብኡ ከሉ ከዓ ናግሪ መንገደይ ሳብስክራይብ ሼር ኮሜንት ላይክ ብምግባር ተሓባበሩ ኢኹም ቴንክ ዩ ሶ ማች